ሰላም ንኹሉኹም ቁሩብ ንድሕሪት ምልስ ኢልና እንተዘኪርናስ ኤርትራ ኣብ ሽሕን ትሽዓተ ሚእትን ተስዓን ሓደን ናጽነት ክትረክብ ከላሲ ንመብዛሕትና ከምዚ ኩሉ ኣብ ሓጺር እዋን ዝልወጥ ንሓዋሩ ሰላም ዝኸውን ዝደፍረና ዘይብልና ቀልጢፍና ንምዕብል ኩሉ ከምድላይካ ትረክብን ትነብርን ኮይኑ ተሰሚዕና ነይሩ ኣብቲ ሽዑ ግዜ ናጽነት ምስ ረኸብና ዝነበረና ሃንቀውታ፣ ትጽቢት፣ ክቱር ድሌትን ኣረኣእያን ፍሉይ እዩ ነይሩ። ከምዚ ኩሉ ግዜ ሰላም ዝኸውን፣ ኩሉ ከም ድላይካ ዝርከብ፣ ኩሉ ሰብ ተፋቒሩ ዝነብር፣ ዝሰማማዕ፣ ዝኾነ ጸቕጢ ዘየለ፣ ቅድስቲ ሃገር፣ ምዕብልቲ ሃገር፣ ሓያል ሃገር ትኸውን ኮይኑ ይስምዓና ነይሩ። ብዙሕ ንቕሓት ኣይነበረናን። ተሞክሮ እውን ኣይነበረናን። እቲ ንቑሕ ሕብረተሰብ ዝበሃል ብዓለም ለኸ ፖለቲካን ብቑጠባን ብምዕባለን ማሕበራዊ ህይወትን ዝነቐሐ ሰብ ኣዝዩ ውሑድ እዩ ነይሩ። እቲ ህዝቢ ብነፍሱ ንቑሕ ስለዝኾነ ንቑሕ ህዝቢ ኮይኑ እምበር ብሰንኪ ብዙሕ መግዛእቲ ነዚ ዕድል እዚ ኣይረኸበን ነይሩ። ኩሉ ክመሃር ክነቅሕ ሃገሩ ክፈልጥ ብዛዕባ ዓለማት ክፈልጥ ኣይከኣለን ነይሩ። ኣብ ሽሕን ትሽዓተ ሚእትን ቴስዓን ሓደን ከምዚ ኩሉ ጸገማት ናይታ ሃገራት ናይታ ሃገር ዝቕንጠጥ እታ ሃገር ልዕሊ ኩለን ዓለማት ትኸውን መስለና ነይሩ። ምኽንያቱ ኣመጻጽኣ ናይ ናጽነትና እንተ ርኢናዮ ብንእሽቶ ዓቕሚ ንሓደ ገጂፍ ሓይሊ እሞ ኸኣ መዓት ናይ ካልኦት ሃገራት ሓገዛት ምትእትታው ዝነበሮ ንነዊሕ እዋን ዝወሰደ ቃልሲ እዩ ነይሩ። ካብ ባዶ ኢድካ ወጺኻ ነዚ ኩሉ ኣጽዋራትን ዓቕሚ ሰራዊትን ዝዓጠቐ ዓማጺ ክትስዕር ቀሊል ኣይነበረን። ብጣዕሚ'ዩ ዘኹርዓካን ዘሐብነካን። እቲ ናይ ሽዑ ዓወት ካብ ዓቐን ንላዕሊ ኩርዓት የሕድረልካ። ከይተረዳእና ኣብ ምጅሃር በጺሕና። እሞ ኸኣ እቲ ኣሰዓዕራ ፍሉይ'ዩ ነይሩ። ንኹሉ ጸላኢ ቀቲልካ ወዲእኻ ዘይኮነስ፣ ጸላኢ ምስ ምሉእ ዕጥቁን ሰራዊቱን ኮሎይ ጃጅ እዩ ተሳዒሩ ምህዳምን ምንብርካኽን ኮይኑ ዓቕሊ ጸቢብዎ ፍርሒ ኣብ ውሽጡ ኣትይዎ ናይ እግዝኣብሄር ሓይሊ ሙሉእ ብሙሉእ ዝተራኣየሉ ዕለት እዩ ነይሩ ቀደም ልክዕ ከምኡ ንኣይሁዳውያን ኣጋጢምዎም ነይሩ ካብ ግብጺ ናብ እስራኤል ክወጹ ከለዉ። ነቶም ብርቱዓት ኣህዛብ ጌና ኲናት ከይተጀመረ ከሎ እግዝኣብሄር ራዕዲ ስለ ዘእተወሎም ብኻልኦት ነገስታት ተፈራሕትን ኣዝዮም ብርቱዓትን ተዋጋእትን ዝነበሩ ኣብ ሽዑ በጺሖም ግን ኣንፈጥፊጦም ብፍርሒ ዝኣክል ዝሕዝዎን ዝጭብጥዎን ጠፊእዎም ነይሩ። ኣብዚ ናትና ድማ ንኸንደይ ኣጓብዝን ሰብኡትን ኣንስትን ዘሰራጥን ዝዕምጽን ዝነበረ ሰራዊት ደርግ ኣብ ዝኣትዎ ጨኒቕዎ ብቖልዓ ሰበይቲ ክማረኽ ክኢሉ። ብጣዕሚ ተዳሂሉ ራዕዲ ኣትይዎ ኣብ ስሪኡ ክሸይን ጀሚሩ። ፍቖዱ ፋሕ ኢሉ ገሊኡ ናብ ሱዳን ክሃድም ገሊኡ ናብ ዝኸዶ ዘይፈልጥ ፍቖዱ ኣብ ጽምጽም በረኻ ተደርብዩ ተሪፉ። እግዝኣብሄር ሓያል እዩ። ናይ እግዝኣብሄር ስራሕ ርኢናዮ። ንእግዝኣብሄር ግን ክረዲት ኣይሃብናዮን። ጽቡቕ ጌርና ኣየመስገንናዮን። ብቕልጽምና ስዒርና ጥራይ እና ኩሉ ከምኡ ምባል ጥራይ ኮይኑ ማለት እዩ። ኣብቲ ሽዑ ግዜ ትጽቢትና ፍሉይ እዩ ነይሩ። ኣፍልጦና ድሩት ስለ ዝነበረ ናጽነት ምምጻእ ማለት ትርጉሙ ኣይተረድኣናን ነይሩ። ሕጂ ክርእዮ ከለኹ ግን ናጽነት ማለት ካብ ቁጽጽር፣ ካብ ግዝኣት፣ ካብ ጽልዋ፣ ካብ ምሕደራ፣ ሓገዝ፣ ረድኤት ናይ ካልኦት ነጻ ምዃን፣ ገዛእ ርእስኻ ባዕልኻ ተመሓዲር ተመሓድር ማለት እዩ እምበር ሽዑ ንሽዑ ኩሉ ሰላም ይኸውን ትምዕብል ይሓልፈልካ ኩሉ ከም ዝደለኻዮ ይኸውን ማለት ኣይኮነን ናጽነት ምምጻእ ማለት ካብቲ ዝነበረ መግዛእቲ ምንጋፍ ነብስኻ ባዕልኻ ምምሕዳር ማለት እዩ ነታ ኤርትራ ትበሃል ከም ሃገር ብኢንተርናሽናል ተቐባልነት ክትረክብ ልኡላውነት ሃገር ክትከውን ናይ ገዛእ ርእሳ መንግስቲ ክህልዋ፣ ከም ርእሳ ዝኸኣለት ሃገር ኣብ ናይ ዓለም ካርታ ክትሰፍር፣ ናይ ገዛእ ርእሳ ባጤራ ዘለዋ፣ ኮታሲ እቲ ሓንቲ ሃገር ክህልዋ ዝግብኦ በቲ ናይ ዓለምና ምምሕዳር ወይ ከኣ ኣካይዳ ክትውንን። ከም ሃገር ብውድብ ሕቡራት ሃገራት ትፍለጥን ዝግብኣ ክትረክብን እዩ ነይሩ። ሓንቲ ሃገር ሃገር ክትበሃል ተኾይና ናይ ገዛእ ርእሳ መንግስቲ፣ ህዝቢ፣ መሬት ክህልዋ ኣለዎ። እዚኤን ሰለስተ እየን ነገራት፣ ህዝቢ፣ መሬት፣ መንግስቲ ክህልዋ ኣለዎ። ስለዚ ነቲ መንግስቲ፣ እንድሕር ደኣ መንግስቲ ኣይኮነን ኢልካዮ፣ እንድሕር ከምኡ ኢልካ ትኽሕዶ ኮይንካ፣ እታ ሃገር ውን ሃገር ኣይኮነትን ትብል ኣለኻ ማለት እዩ። ተፍርሶ ኣለኻ ማለት እዩ። ጌጋ ኣለዎ ምባልን መንግስቲ ኣይኮነን ምባልን በበይኑ እዩ። ንዝክሮ እንተ ኮይንና ቅድሚ ኢሳያስ ኣፈወርቂ ፕረዚደንት ምዃኑ ከም መሰጋገሪ መንግስቲ ግዝያዊ መንግስቲ ኤርትራ ይበሃል ነይሩ። ደሓር ናይ ባይቶ ምርጫ ምስ ገበሩ ምስ ተዓወተ ፕረዚደንት ተባሂሉ። ከምዚ ሕጂ ከይኮነ ኣብቲ ሽዕኡ እዋን እኮ ተስዓን ትሽዓተን ሚእታዊት ናይ ህዝቢ ኤርትራ ብዘይ ምግናን ንሱ ፕረዚደንት ብምዃኑ ሕጉስ እዩ ነይሩ። ኣነ ግን ከም ዝመስለኒ ሽዑ ነቲ ሓጻር እዋን ጥራይ ዘይኮነ ምስ ሃገረ መንግስቲ ኤርትራ ዝተባህለ እቲ ህዝባዊ ግንባር ማለት እዩ ዋላ ሕጂ ውን ተኾነ መንግስቲ ኤርትራ ብሓፈሻዊ መሰጋገሪ መንግስቲ እዩ እዚ ህዝባዊ ግንባር ኣብ ስልጣን ዘለዎ ካብ ሓደ መድረኽ ናብ ካልእ መድረኽ መሰጋገሪ እዩ። ምኽንያቱ እታ ሃገር ካብ ባዶ ዋላ ሓደ ዘይብላ እዩ ተቐቢልዋ። ናይ ምምሕዳር፣ ናይ ምምዕባል ብኹሉ ዓውድታት ዝበሰለ ዝነቐሐ ዓቕሚ ሰብ እውን ኣይነበራን። ካብ በረኻ ዝተሳሕለ ውድብ እዩ ከመሓድራ ጀሚሩ። ኣብኡ ወይ ከኣ ካብኡ ናብኡ ግን ኣብቲ ሽዑ እዋን ካብቲ ኣብ ገዛ ዝነበረ እቲ ብበረኻ ዝመጸ ተጋዳላይ ይነቅሕ ነይሩ። ስለዚ እቲ ሽዑ ዝቖመ መንግስቲ ሓደ ኢሉ በቲ ናቱ ዓቕሚ፣ ኣካይዳ፣ ኣፍልጦ፣ ወተሃደራዊ ተሞክርኡ ክመርሓን ከመሓድራን ጀሚሩ። ስጋብ ሕጂ ድማ ብኸምኡ ዓይነት ኣካይዳ ይኸይድ ኣሎ። ሕጂ እዚ ዘለናዮ እዋን ናይ መሰጋገሪ ዘመን እዩ። ሓንቲ ሃገር ነጻ ወጺኣ ማለት ኩሉ ረኺባ፣ ኩሉ ተሓዲሱ፣ ኩሉ ተለዊጡ፣ ኩሉ ተሃኒጹ፣ ኩሉ ማዕቢሉ፣ ሓጎስ፣ ደስታ፣ ሰላም መሊኡ ማለት ኣይኮነን። እዚ ናጻ ምውጻእ ማለት ንዓኻ ክትሰምር፣ ክትጽዕር፣ ክትሰርሕ፣ ክትመሃር፣ ክትምዕብል ዕድል ትረኽበሉ ባይታ ኮይንልካ ኣሎ ማለት እዩ። በቲ ናትካ ዓቕምኻ፣ ክእለትካ፣ ዘለካ ተውህቦን ጸጋን ትዓብየሉን ተበርክተሉን ህሞት ተፈጢሩልካ ኣሎ ማለት እዩ። ነብስኻ ንኽትፈልጥ፣ ንኽተመሓድር፣ ክትውንን ፍቓድ ትረክብ። እዚ ከኣ ብዙሕ ለውጢ ከይረኣኻ፣ ዝኾነ ነገር ከይተመሓየሸ ነዊሕ ክጸንሕ ይኽእል እዩ። ምኽንያቱ እዚ ግዜ ዝወስድ መስርሕ ናይ ህይወት ስለ ዝኾነ። ዕድሜኻ ሙሉእ እውን ክወስድ ይኽእል እዩ። እቲ ናጽነት ዝበሃል ብመሰረቱ ግን ንዕኡ ንክትገብር ዕድል ምርካብ ማለት እዩ። ሕጂ ከምቲ ትደልዮ ዘይምዃኑ፣ ቅሳነት ዘይምህላዉ፣ ኲናት ኣብ ልዕሊ ኲናት ምዃኑ፣ ሕጽረት ናይ ቀረባት ምህላዉ፣ ነብስኻ ብምሉእ ምሉእ ብምሉእ ዘይምውናን ዘይርጉእ ህይወት ምህላው፣ ጸቕጢ ምህላው፣ ስደት፣ ብዙሕ ገልጠምጠም ምህላው መስርሕ ናይ ምስግጋር እዩ። ናጽነት ድሕሪ ምምጻእ ናብቲ ዝሓሸ ህይወት፣ ዝበለጸ ህይወት ንክንሰጋገር ብዙሕ ወጥሪ፣ ብዙሕ ምንዋጽ፣ ብዙሕ ሓጎጽጎጽ እዩ ዘሎ። ብዙሕ ሞት፣ ብዙሕ ሕማም፣ ስእነት፣ ቅትለት፣ ዓመጽ፣ ማእሰርቲ፣ ስደት ክህሉ ናይ ግድን እዩ። ሓደ ስርዓት ተሳዒሩ ብኻልእ ስርዓት ተተኪኡ ማለት ሽዑ ንሽዑ ርህዩ፣ ጸቕጢ፣ ለውጢ፣ ይቕሬታ፣ ጽቡቕ ለውጢ ዝመጽእ ማለት ኣይኮነን። ከምኡ ዝበሃል ነገር የለን። ከምኡ ምዃኑ ሕጂ እዩ ዝያዳ ዝርደኣካ። ብናይ ሃገርና ጥራይ ዘይኮነስ ዋላ ናይ ካልኦት ሃገራት ታሪኽ እንተተወኪስና ተመሳሳሊ እዩ። ናትና ድሮ ሰላሳን ክልተን ዓመት ገይሩ ኣሎ። ከንደይ ከንደይ ይወስድ ግን እግዝኣብሄር ዋንኡ። እግዝኣብሄር ኣብዛ ዓመት እዚ እውን ክውድኦ መዲቡ ነይሩ ይኸውን ግን ንሕና ኣይሓገዝናዮን። ንሕና ሕድሪ ክንቅበል ነታ ሃገር ብዝበለጸ ኣካይዳ ክነመሓድራ ሓላፍነት ክንወስድ ድሉዋት ኣይኮናን ዘለና። እዞም ዘለና ወለዶ ድሉዋት ኣይኮናን፣ ብሱላት ኣይኮናን፣ ኣይነቓሕናን፣ ዋላ ደገ ወጺና ኣይተመሃርናን። እግዝኣብሄር ከምህረና ኢሉ ፍቐድኡ ኣብ መላእ ዓለም ፋሕ ቢሉና ከሎ ኣይተጠቐምናሉን። ለይትን መዓልትን ብዛዕባ እቲ ብድሕሬና ገዲፍናዮ ዘለና መንግስትን ሕብረተሰብን ክንከታዕን ክንወናጀልን ክንጻረፍን ክንበኣስን ግዜ ዓሪብና። ሓድሕዳዊ ፍቕሪ፣ ሓድነት፣ ስኒት፣ ምርድዳእ የብልናን። ብጀካ ንዓይ ስምዑኒ ኣነ ይፈልጥ ምባል፣ ምዝላፍ፣ ነብስኻ ምሕሳር፣ ሕድገት ዘይምግባር፣ ጽን ኢልካ ዘይምስማዕ፣ ዘይምርድዳእ እምበር ካልእ እንታይ ኣፍሪና? እንታይ ተቐይርና? ኩሉ'ኮ ከምዚ ኢሉ ኣይኮነን ዝነብር። ነዚ ብሕጂ ዝመጽእ ብትንቢት ንሰምዖ ዘለና መጻኢት ኤርትራ ቅድስቲ ሃገር፣ በረኸት ዝበዝሓላ ሃገር፣ ኣዝያ ዝማዓበለትን ዝተቐደሰትን ሃገር እትኾነሉ ዘማሓድር እግዝኣብሄር ዝሓረዮ ሰብ እኮ ክመጽእ እዩ ኣብ ግዜና ክኸውን ተስፋ ይገብር ኣባና እዩ ዝምርኮስ ንሕና ግና ድልዋት ኣይኮናን ዘለና ኣይነቓሕናን ኣይተለወጥናን ገሌና እቱ ዘሎ ኣካይዳ ብጣዓሚ እዩ ዘሕጉሰና ገሌና ድማ ናይ ምዕራባውያን ሃገራት ኣካይዳ ኣብ ሃገርና ክነተኣታቱ ንደሊ። ንእግዝኣብሄር ተማሓጺኑ ብናይ እግዝኣብሄር መንገዲ ከይዱ ለውጢ ከምጽእ ዝደሊ ሰብ ግን የለን። ምስ እግዝኣብሄር ተጸጊዕኻ ብፍቓዱ ክትመርሕ ምሕሳብ የለን። ንኹሉ ብቕልጽምካ ጥራይ ክትገብሮ ምህቃን ብላሽ እዩ። ከምኡ ተኾይኑ ካብ ሃገር ወጺኻ፣ ካብቲ ዘዕበየካ ሕብረተሰብን ባህልን ጠፊእኻ፣ ካብ ሃይማኖትካ ጠፊእኻ፣ ካብ ኩሉ ሓዲግ ኮንካ ምጥፋእ እዩ። ኣብቲ ዝኸድናያ ሃገር እውን እንተኾነ ናቶም ጽቡቕ ነገራት፣ ንህይወት ዝጠቅም ነገራት ኣይተመሃርናን ዘለና። ካብ ኩሉ ሓዲግ ተሪፍና ፍርቂ ፍርቂ ንኮወን ኣለና ክቱር ትዕቢት ኣለና ናትና ነገር እኮ ይገርም እዩ ዋላ ነቲ ንዓና ዝጠቅመናስ ንዕበ ንሓውና ከኣ ብጣዕሚ ንቀንኣሉ ናቱ ዓወት ዘየሕጉሰና ከምዚ መናፍቃን ናይ ሃይማኖት ዘለዉ መናፍቃን ናይ ኩሉ ነገር ኮይና ኣለና መንእሰያት ንቅሑ ብፍላይ እዞም ኣብ ደገ ዘለኹም ግዜኹም ተጠቐምሉ። ሰላምና ክቐልጥፍ እንተኾይኑ ንሕና ክንነቅሕ፣ ክንመሃር፣ ክንዕረ ኣለና። ስጋብ ሕጂ ግን ንሕና ሕድሪ ክንቅበል፣ ክንመርሕ፣ ክነመሓድር ድሉዋት ኣይኮናን ዘለና። ታሪኽ ትዝክርዎ ተኾይንኩም ህዝባዊ ግንባርን ተጋድሎ ሓርነትን ንኣስመራ ከቢቦማ ከለዉ፣ ህዝባዊ ግንባር ነቲ ጉዳይ ነቲ ጉዳይ ከም ዘይከውን፣ ክልቲኤን ውድባት ብሓንሳብ ኣትየን ሰላም ከምጽኣ ከም ዘይክእላ ተረዲኡ፣ ነቲ ተጋድሎ ሓርነት ዝበሃል ዝነበረ ከጥፍኦ መዲቡ። ምኽንያቱ ምስኣተኻ ውን ክልቴኻ ምጥፋእ ስለ ዘሎ፣ ሰላማዊ ህዝቢ ከም ዝልከም ብዙሕ ዕንወት ብዙሕ ናይ የሕዋት ደም ከም ዝከዓው፣ ዘየዕርፍ ኩናት ከም ዝመጽእ ኣቐዲሙ ተረዲእዎ። ብሃይማኖት፣ ብቐቢላ፣ ብኣውራጃ ምምቕቓል ምኾነ ነይሩ። ተሰማሚዖም ነቲ መሪሕነት ከካይድዎ ከም ዘይክእሉ ተረዲእዎም። ክልቲኦም ሃገር ክመርሑ ድሉዋት ኣይነበሩን። ክልቲኦም ውድባት። ዋላ ህዝባዊ ግንባር እውን እንተኾነ ኣብቲ ሽዑ ግዜ ሃገር ክትመርሕ እኹል ብቕዓት ኣይነበራን። ስለዚ ነቲ ዝነበረ ዓማጺ ስርዓት ገዲፎም ኣብ መንገዲ ምጽራይ መሪጾም። ከምታ ዝነበርዋ ክልቲኦም ውድባት ኣትዮም እንተዝኾኑ ነይሮም ኣብዚ ሕጂ እዋን ኤርትራ ከመይ ምስ ሃለወት? ብግምት ከምዚ ኢልካ ትዛረቦ ነገር ኣይኮነን ግን ኣንፈቱ ጽቡቕ ኣይነበረን። ደርግ ውን እንተኾነ ኣይምስቀበጸን ኔሩ እንዳተመላለሰ ሞኽ ምሰበለና ኔሩ ከምኡ ሙኻኑ ተረዲኡዎም ነቲ ስጉምቲ ወሲዶም ንዕኦም ኣጽሪኻ ሓደ ኢልካ ምጅማር ተመሪጹ ስለዚ እቲ ሽዑ ዝተገብረ እግዝኣብሄር ዝቕበሎ ስራሕ እዩ ኔሩ ዝመስል ምኽንያቱ ንሱ ውን እኮ ህውከት ሓው ንሓው ምጥፋእ ምጥፋእ ሰላማዊ ሰብ ነንሕድኡ ምጥፋእ ኣይደልን እዩ። ክልቲኦም ድሉዋት ከም ዘይኮኑ ርእዩ ነቲ ጉዳይ ከምኡ ንክኸውን ፈቒድዎ። ቅኑዕ መስርዑ ምእንቲ ክሕዝ ከም ዝናዋሕ ገይርዎ። ድሕሪኡ ህዝባዊ ግንባር እንተርኢናዮ ቁስላ የሕውያ ጠፊኣ እንዳተባህለት ከም ብሓዱሽ ተወዲባ ምስ ጸላኢ ኣብ ዝገጠመቶ ኲናት ድማ ዓወት ንዓወት እያ ትኸውን ነይራ። ንዓቢ ሓይሊ በይና ገጢማ ብንእሽቶ ዓቕሚ ትስዕሮ ነይራ። እዚ ዝከሓድ ኣይኮነን። ናይ እግዚኣብሄር ኢድ ከም ዝነበሮ የርእየካ። ምኽንያቱ ኣብቲ ሽዑ ግዜ እቲ ናቶም ዕላማ ቅዱስ ዕላማ፣ ንህዝብን ንሃገርን ዝጠቅም ዕላማ እዩ ነይሩ። ኣብዚ ሕጂ እዋን ከኣ ንሕና እንዲና እቶም ተቐበልቲ ሕድሪ፣ ተካኣቲ ንበሃል፣ ስለዚ ንሕና ክንጸሪ ኣለና፣ ብዕራይ፣ ፈረስ፣ ገመል፣ ኩሎም እዞም እንስሳታት ቅድሚ ዝኾነ ነገር መጀመርያ ክተጽርዮም እዩ ዘለካ። ኣጽሪኻ ኢኻ ኣብ ስራሕ ተእትዎም። እቲ እግዝኣብሄር ዝደልዮ፣ እግዝኣብሄር ዝሓርዮ ሰብ ልክዕ ከም ንጉስ ዳዊት ጌና ኣይተረኽበን ዘሎ ማለት እዩ። እግዝኣብሄር ንእስራኤላውያን ካብ ግብጺ ከውጽኦም እንከሎ እኮ ንሱ ዝንጉሶም፣ በቲ ናቱ ቅዱስ ኣካይዳ ትምራሕ ቅድስቲ ሃገር ከቕውም እዩ መደቡ ኔሩ። ኣብነታውያን ሃገር ክኾኑ ኢሉ ካብ ግብጺ ናብ ባዕሉ ዘዳለወሎም ካልእ ቦታ ኣውጺእወን። ሽዑ ኩለን ሃገራት ከኣ ንዓኣ ርእየን ኣምላኾም ከምዚ እዩ ዝገብር ኢለን ተደኒቐን ቅንኣት ምእንቲ ክሓድረን ከምኣ ምእንቲ ክኾና ኣካይደኣን ክቕይራ ንኣምላኽ እስራኤል ምእንቲ ከምልኹ እዩ ነይሩ እቲ ዕላማ። ደሓር ግን እቶም ዘውጽኦም ህዝቢ ጌና ኣብ ሓጺር ግዝያት ኣብቲ ምድረበዳ ከለዉ ኣብ መዕለቢኦም ከይበጽሑ ከለዉ ክኸድዕዎ ጀሚሮም። ሕጉ ክጥሕሱ ጀሚሮም። ከቑረምርሙ ጀሚሮም። ነቲ ባሕሪ ናይ ኤርትራ ጨዲዱ ብዓቢ ተኣምር ዘሕለፎም ማና ካብ ሰማያት እንዳ ዝነመ ዝመገቦም ኣብ ምድረበዳ ካብ ከውሒ ማይ ኣፈልፊሉ ዘስተዮም ኣምላኾም ወይ ከኣ ንጉሶም ክርስዕዎ ጀሚሮም። ናይ ግብጺ ዝለመድዎ ህይወት ስነ ምግባር ደስ ኢልዎም ነቲ ዝነበርዎ ባርነት ብሂጎም ነቲ ዘሕለፍዎ መሪር ህይወት ክብህግዎ ጀሚሮም ከምዚ ገለ ሰባት ደርጊ ምሓሸና ነይሩ ዝብሉ ማለት እዩ ሽዑ ንነብይ ሙሴ ጥራይ ገዲፉ ንኹሎም ኣብቲ ምድረበዳ ከጥፍኦም እዩ ሓሲቡ ነይሩ። እዚ ማለት ድማ ነቲ ግዚኦም ብዓሎም ኣናዊሖሞ ነፍሶም እምበር ሓንጎሎም ካብ ግብጺ ኣይወጸን ነይሩ ኣርብዓ ዓመት ድማ ኣብቲ ዝተመደበሎም ቦታ ከይበጽሑ ኮለል እንዳበሉ የሕሊፎሞ ብጀካ ክልተ ሰባት እቶም መጀመርያ ካብ ግብጺ ዝወጹ እኹላት ሰባት መንእሰያትን ዓበይትን ዝነበሩ ኩሎም ኣብ ምድረበዳ እዮም ረጊፎም ናብታ ብትንቢት ዝሰምዕዋ መሬት ኣይኣተዉን፣ ነታ ቅድስቲ መሬት ኣይረገጽዋን። ዋላ ነብዪ ሙሴን ካህን ኣሮንን ከማን ነታ መሬት ኣይረገጽዋን። እዚ ኸኣ ባዕሎም ብዘምጽዎ ሰበብ እዩ። ዋላ ዳሕራይ ከማን እንተ ርኢናዮ፣ እግዚኣብሄር ኣነ'የ ንጉስኩም፣ ባዕለይ ክመርሓኩም እየ ኢልዎም እንከሎ፣ ንሳቶም ግን ከምቶም ናይ ምድራውያን ነገስታት ዘለዎም ካልኦት ሃገራት ከም ናቶም ንጉስ ደልዮም። ጌና ኣይተረድኦምን ነይሩ። ንጉስ ግበረልና እንዳበሉ ይርብሽዎ ነይሮም። ንሶም ንካልኦት ሃገራት መምሃራን፣ ኣርኣያ፣ ሞዴላት፣ ኣብነታውያን ክኾኑ ዝግብኦም ብኣንጻሩ ናታቶም ተምሃሮ ኮይኖም ናይቶም ኣረሜናውያን ኣካይዳ ቢሂጎም ንሕና ከኣ ኮምኡ ብዓልና ኢና ንነዋውሖ ዘለና በዚ ንከዶ ዘለና ኣካይዳ ኣይሰልጥን እዩ ስለዚ ኣብዚ ሕጂ እዋን ኣብ ምስግጋር ኢና ዘለና ኮምኡ ጌርና ክንወስዶ ኣለና ናብቲ ዝመቀረ ዝበለጸ ዝማዕበለ ሰላምን ቅሳነትን ዝመልኦ ሂወት ክንሰግር ግን ብሓንቲ መዓልቲ ዝከውን ኣይኮነን። እዚ ዘሎ ህይወት እውን ናብኡ ዝወስድ መስርሕ ምዃኑ ክርድኣና ኣለዎ። መምሃሪኻ፣ መንቅሒኻ፣ ሕማቕን ጽቡቕን መፍለጢኻ፣ ፈታዊኻን ጸላኢኻን መፍለጢኻ ህይወት እዩ ዘሎ። ብዛዕባ ናይ ካልእ ዓለማት ኣካይዳን ምዕባለን ባህልን ልምድን ትድህስሰሉ፣ ባህልኻ፣ ታሪኽካ፣ ሕብረተሰብካ ትፈልጠሉ እምበር መማዕበሊኻ ወይ ከኣ መሐጎሲኻ ጥራይ ማለት ኣይኮነን ኣብ ደገ ምስ ወጻና ብዛዕባ ሃገርናን ሃይማኖትናን ዝፈለጥናዮ ይበዝሕ ንእግዝኣብሄር ኣብ ስደት ኮይንና ዝያዳ ፈሊጥናዮ ቀደም ኣነ ይዝከረኒ ንቤተክርስትያን ዝመላለሱ ዝነበሩ ዓበይቲ ኣቦታትን ኣዴታትን እዮም ነይሮም እምበር ከምዚ መንእሰያት ብዙሕ ኣይከዱን እዮም ነይሮም ሕጂ ግን ብዙሕ መንእሰይ ኣሎ ናብ ቤተክርስትያን ዝመላለስ ቃል እግዝኣብሄር ዘንብብን ዝመሃርን ናብ እግዝኣብሄር ዝጽጋዕ ቅድስና ንቕሓት ስነምግባሩ ግን ምዕራይ የድልዮ ብኹሉ ነገራትና ኣብ ምስግጋር ኣብ መቐይሮ ኣብ ኮንፍዩዥን ኣብ ነውጺ ኢና ዘለና ኣብ ሓደ ሰትል ኣይኮናን ዘለና ኣብ ሓደ ከይረጋእና ፍቅርን ሓድነትን ከየቀደምና ከምዚ ዘለናያ ሃገር እንድሕር ድኣ ተረኪብና ኣይጽቡቅን ዩ ንዓና ከምቲ ህዝባዊ ግንባርን ተጋድሎ ሓርነትን ዝነበርዋ ኣብታ ሽዓ እዋን ሃገር ተረኪቦም ተዝኮኑ ኔሮም ጽብቅቲ ዘይኮነት ንሕና ከኣ ከምዛ ዘለናያ ኣካይዳ ፖለቲካውን ማሕበራውን ንቕሓትን ሃገር እንተተቐቢልናያ ኣይጽብቕትን እያ። ብስምዒት ዝምራሕ ሃገር የለን። እዞም ፖለቲከኛታት ኢና፣ ንፈልጥ ኢና፣ ዴሞክራሲ ንፈልጥ፣ ናይ ምዕቡላት ሃገራት ኣካይዳ ንፈልጥ፣ ኣብ ሃገርና ከምዚ ጌጋ ኣሎ ከምዚ ክኸውን ኣለዎ ሃገር ክነመሓድር ንኽእል ኢና ኢልኩም ኣብ ሚድያ ትዛረቡ ትጉስጉሱ ከንደይ ሰዓብትን ቲፎዞን ኣጥሪኹም ዘለኹም መጀመርያ ንእግዝኣብሄር ፍለጥዎ ታሪኽኩም ኣጽንዑ ባህልኹም ኣጽንዑ ሕብረተሰብኩም ኣጽንዑ ምድርኹም ኣጽንዑ ነቲ ህዝብኹም ብናይ ካልኦት ታሪኽ ብናይ ካልኦት ባህልን ልምድን ጌርኩም ክትመርሕዎ ኣይትሕሰቡ። ነብስኹም ከኣ ተለወጡ ሓዳርኩም የዐርዩ ደቅኹም እለዩ። ኣብ ከባቢኹም ዘለዉ ሰባት የዐርዩ የዕሩኽትኹም የዐርዩ። ንባዕልኹም ተማሂርኩም ንኻልኦት መንእሰያት ድማ ንኽመሃሩ ሓግዙ። ንመንእሰያት ጽልኢ ናይ ህዝቦምን ሃገሮምን ከሕድሩ ኣይትበክልዎም። ጌና ጌና ብድድ ከይበልኩም ከለኹም እንድሕር ደኣ ኣብ ምፍካርን ኣብ ጸርፍን ሃገር ምስ ሓዝኩ ነዚ ከጥፍኦ'የ፣ ነዚ ከምዚ ክገብሮ'የ ምባል ጀሚርኩም ሽዑ ደኣ'ሞ ከመይ ክኸውን'ዩ ማለት'ዩ። ብእዋኑ ዝነቀወስ ነየሕድረና ድዩ ዝበሃል? ንስኹም ከኣ ጌና ኣብ ኩሉ ከይበጻሕኹም ብእዋኑ ትንቅዉ ኣለኹም። ደሓር ከኣ ሲስተም ምቕያር፣ ምሕደራ ምምዕርራይ፣ ስርዓት ምቕያር ማለት እኮ ነቲ ዘሎ መንግስቲ ቦርቊቕካ ብምውጻእ ጥራይ ኣይኮነን ክኸውን ዘለዎ። ንብምሉኡ ህዝባዊ ግንባርን ኣባላቱን ኣጥፊእካ፣ ንገሊኡ ቀቲልካ ንገሊኡ ከኣ ኣሲርካ ሓድሽ ስርዓት ክትተክል ምሕሳብ ዕሽነት እዩ ንሓውካ ንሓብትካ ነቦካ ነዴካን ቀቲልካ ስልጣን ክትጭብጥ ዝሓልም ናይ ደም መንፈስ ዘለዎ ጥራይ ናይ ደም መንፈስ ዘለዎ ሰብ ጥራይ እዩ ከምኡ ክገብር ዝደሊ ወይ ከኣ ዝሕቅን። ከምዚ ሕረዶ፣ ጉመዶ፣ ቅተሎ፣ በሎ እንዶ ጽቡቕ ገበርካዮ ዝብል እንድሕር ደኣ ኮይኑ ሓደ ሰብ ናይ ደም መንፈስ ተሃልይዎ ጥራይ እዩ ከምኡ ዝገብር። ነቲ ንሱ ዝኽተሎ ስርዓት፣ ሲስተም፣ መሪሕነት ምጥፋእ ዘይኮነስ ምምሕያሽ፣ ምቕያር ኢልኩም ክትሓስቡ ኣለኩም። እቲ ኣብ ስልጣን ዘሎ መንግስቲ ባዕዳዊ ገዛኢ እንተዝኸውን ነይሩ ከምኡ ክትገብር ትኽእል ኢኻ። ንዕኦም ጥራይ ኣጥፊእኻ ነቲ ንሶም ዝመልመልዎ ዜጋኻ ግን ክትቐትሎን ክትኣስሮን ዘይኮነ ዘለካ ሕድገት ጌርካ ኣንቂሕኻ ንሃገሩ ከምዝሰርሕ ኢኻ እትገብሮ ዘለካ። ኣቐዲሙ ነቒሑ ስለዝጸንሐ ገለ ከበርክት ይኽእል እዩ። እቲ ዘሎ በዓል ስልጣን ግን ሓውኻ፣ ወላዲኻ፣ ውላድካ እንተኾይኑ ከምዚ ትሓስቦ ዘለኹም ንዕኡን ንሰዓብቱን ሱሩን መሰረቱን ኣጥፊእኻ ኩሉ ነገር ብሓዱሽ ነገር ክትትክእ ምሕሳብ ዕሽነት እዩ። ንመንግስቲ ኤርትራን ነቲ ንሱ ዝመልመሎ ኣባልን ምጥፋእ ማለት እኮ ንመብዛሕቱ ህዝቢ ኤርትራ ኣጥፊእኻ ብኻልእ ህዝቢ ምቕያር ማለት እዩ። እቲ ዝሓሸ ክኸውን ዘለዎሲ ነቲ ሕማቕ ሲስተም፣ ነቲ ሕማቕ ኣካይዳ፣ ነቲ ሕማቕ መሪሕነት ብኻልእ ዝሓሸ መንገዲ ንክትቕይሮ ዓቕሚ፣ ክእለት፣ ባይታ፣ ሓይሊ፣ ስልጣን ምፍጣር ክኸውን ኣለዎ። ሕሰብሉ ደኣ። ጽቡቕ ትንቢት፣ ራኢ፣ ሰላም፣ ቅሳነት፣ ራህዋ ዘይደሊ ሰብ የለን። ኩላትና ነቲ ጽቡቕ ነገር ዋላ እኳ ንደልዮ እንተ ኾንና ግን ከመይ ጌርካ እዩ ክመጽእ ዘለዎ? ራኢኻኸ እንታይ እዩ? እንታይ ፍሉይነት ኢኻ ክተተኣቱ ደሊኻ ዘለኻ? ንጹር ክኾን ኣለዎ። ጎነጽ በዚሕኒ ኢልካ ሃዲምካ ወጺኻስ መሊስካ ከኣ ብጎነጽ ክተመሓድራ ምድላይ ጌና ብስምዒት ኢኻ እምበር ብራኢ ኮንካ እንተኸይድ ዘለኻ ማለት እዩ። ኣይነቃሕኻን ማለት እዩ እንታይ ደኣ እሞ ፋይድኡ ስለዚ ንሕና መጀመርያ ነብስና ንቀየር ንመሃር ቤትና ነዕሪ እንተኺኢልና ድማ ከባቢና ነዕሪ ሰባትና ስድራና ቀረብትና ነዕሪ ሽዑ በብቁሩብ ከኣ ሕብረተሰብናን ሃገርናን ነዕሪ የቀንየለይ።